Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትብልዋ ተስፋ እገብር ሎማዓንቲ ከኣ ብካልእ ቪድዮ መጺኤክን ኣለኹ እንጂ ክትገብርኦ ተስፋ እገብር ሓደሽቲ እንድሕር ኮንክን ወይ ሳብስክራይብ እንድሕር ዘይገበርክን ኣለኽን ሕጂ እንዳረኣኹንኦ ከለኽን ከይረሳዕኽን ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ገብራን ከኣ ብጣዕሚ እየ ደመስግነክን የቐንየለይ ሎማዓንቲ ከኣ ከምዚ ኣብ ታይትል ትሪኦ ዘለኽን ብሃይጂን ቪድዮ ሒዘ መጺኤ ኣለኹ መጀመርያ ብውሽጣዊ ክንጅምር ኢና ማለት እዩ እዚ ኣፕል ሳይደር ቪነገር ኣፕል ሳይደር ቪነገር ብጣዕሚ ካብ መጠን ንላዕሊ ካብ መጠን ንላዕሊ ንዓና ንደቂ ኣንስትዮ ንውሽጥና ጥራሕ ዘይኮነ ንዝኾነ ሰብ ንዝኾነ ካብ ብዙሕ ሕማማት ይከላኸለልና ማለት እዩ ኣነ እዚ ልዕሊ ዓሰርተ ዓመት ኣፕል ሳይደር ኣብዚ ዓዲ መፅአ ልዕሊ ዓሰርተ ዓመት ድፈልጦ ማለት ከምዚ ጀሚረ ማለት እዩ ምስታይ ሓደ ሓደ ግዜ ርስዖ ግን ኩሉ ግዜ ኣብ ፍርጅ ኣለኒ ማለት እዩ ወላ ቡዙሕ ተጸነሐ ወላ ሓንቲ ጸገም የብሉን ወላ ፍርጅ ተዘይገበርናዮ ከኣ ጸገም የብሉን ማለት እዩ እዚ ኣፕል ሳይደር ዊዝ ዘ ማደር ዝብል ማለት እዩ እሱ ጽቡቅ እዩ ንግሆ ኣብ ጥራሕ ከብድና ማለት እዩ ዝኾነ ምግቢ ከይበላዕና ኣብታ ግላስ ማይ ንሰትያ ብኬሪ ማይ ጌርና ሓንቲ ማንካ ጌርና ንጉሆ ንጉሆ ክንሰቲ ብጣዕሚ ይጠቅመና ማለት እዩ ንብዙሕ ሕማማት ይከላኸል ንውሽጥና ከዓ ኣፅሪ የብለና ማለት እዩ ብጣዕሚ ፅቡቅ ኣፕል ሳይደር ብነገር ክሰትያ ንኩላት ክነተባባዓክን ማለት እዩ እንድሕር ስንኽን ክስታይ ከም ገለ ስንኻ ገለ ሕመካ እዩ እንድሕር ሰንስ ክስታይ ኣለካ ስትሮክ ጌርና ክንሰትዮ ንኽእል ኢና ማለት እዩ ኣነ ካብ መጠን ንላዕሊ እየ ኣፕል ሳይደር ብነገር ዝሰቲ ብጣዕሚ ጥቕሚ ስለ ዘለዎ ማለት እዩ ወላ ንወይት ሉስ ከዓ ጠቅም እዩ ሶ ክትጥቀ ክስታይ ክትገብሮ የተባባዓክን ማለት እዩ ካልእ ከዓኒ ክሬምበሪ ከዓኒ ክሬምበሪ ጁስ ናቹራል እዚ ጁስ እዚ ዝሽየጥ ዘይኮነስ ባዕልና ጁስ ጌርና ክሬምበሪ ክንሰቲ ንዕና ንደቂ ኣንስትዮ ብጣዕሚ ፅቡቅ እዩ ማለት እዩ ፓይናፕል ከዓ ፅቡቅ ግን እቲ ጁስ ገለ ዝሽየጥ ኣብዚ ዓዲ ሽኮር ዘለዎ ገለ ዘይኮነ ባዕልና ሰሪሕና ማለት እዩ ኣነ ሕዚ እዚ ክሬምበሪ ክስታይ ወስድ እየ ሓደ ሓደ ግዜ ኣክቹዋሊ መዓልታዊ ኮንኩን ርስዖ እየ ከምቲ ካልእ ቫይታሚን ኣይኮንኩን ግን ኣብ ሰሙን ኣትሊስት ሰለስተ ግዜ ገለ ወስድ እየ ማለት እዩ ክሬምበሪ እቲ ናቹራል እንድሕር ጁስ ጌርና ዝበለፀ ተደይኮነ ግን ታብሌት ክንወስድ ከዓ ፅቡዕ እዩ ካልእ ከዓ ናይዚ ከዓ ናይ ዋልድ ቫይታሚን ኣሎ ዝደርኣኹም ብራንድ ብቐዳማይ ንዓና ደቂ ኣንስትዮ ጠቕመና ከዓ ኣብቲ ታርጌት እንድሕር ከይትክን ኣብዚ ኣሜሪካ ዘለኽን ማለት እዩ እዚ ቅሩብ ግዜ ይመስለኒ መፅኡ ቀደም ኣይፈልጦን እዩ ነረ እዚ ግን እቲ ሓደ እጥቀመሉ ነረ ዝበልኩኹን እቲ ናይ ደቂ ኣንስትዮ ማለት እዩ ብጣዕሚ ጽቡቅ ባይታሚን እዚ ከኣኒ እቲ ናቱ ብራንድ ማለት እዩ እሱ ከኣኒ ኣብ ታርጌት ክንስታይ ክንገብሮ ንኽእል ኢና ማለት እዩ እንደገና መዓልታዊ ከኣኒ ማይ ከዓ በቃ ኣነ ማይ ካብ መጠን ንላዕሊ እየ ዝፈቱ ወላ ንደቀይ ከዓ ማይ ከሰትያ ወላ ንባዕሊ ቤተይ ኩሉ ግዜ ክስታይ ይገብሮም የተባብዖ ማለት እዩ መብዛሕቲ ሰብ ሕጂ ሙሉ መዓልቲ ማይ ከሰት የድ ውዕል ኣሎ ግን ማይ ክንሰቲ ኣለና ንውሽጥና ፅሬት ብጣዕሚ ጠቕመና ንጥዕናና ከዓ ከምቲ ንፈልጦ ብጣዕሚ ጠቕመና ማለት እዩ ካልእ ሕጂ በዚ ሃይጂን ክንጅ ካልእ እንታይ እንታይ ከም ዝጥቀም ቅድሚ ሕጂ ኣርእየኪ ነይረ ክሕጸብ ከለኹ ነብሰይ ማለት እዩ እዚ ኣፍሪካን ዋሽ ክላስ እዚ ኣብ ኣማዘን ኣለክን ካብ መጠን ንላዕሊ ባክተርያ ገለ ኣየክምኒ ቅድሚ ሕጂ ኣርእየኪ ነይረ በዚ ገይረ ሕፀ ማለት እዩ ብጣዕሚ ኣፅሪ ደብለካ ነብስኻ ዝኾነ ባዲ ዋሽ ከዓ ከምዚ ንገብር ማለት እዩ እዚ ኩሉ ግዜ ዝረኣኹ ዳርጋ ተወዲኡ ናይ እዚ ብራንድ ሕሱር እዩ ኣብ በዓል ታርጌት ወልማርት ወልማርት ከዓ ኣለክን ካብኡ ክትረኽቦ ትኽእላ ኢኽን ዶብ ከዓኒ ብጣዕሚ ዝፈትዎ ብራንድ ዶብ ከዓ ወላ ፅቡቅ ብራንድ እዩ ዶብ ከዓ ጥቀሚ ማለት እዩ መጀመርያ ኣብ ሻወር ከለኹ በዚ ገይረ ክስታይ ይገብር ማለት እዩ ክስታይ ንገብር ንሕፀ ማለት እዩ ምስ ተሓፀብና ማለት ዘይትፈልጦ ኣይኮንክንን ግን ብዙሓት ንኣሽቱ ኣለዋ ከመይ ጌርካ ኣጠቃቅማ ገለ ክስታይ ደየብላ ማለት እዩ ድሓር ንዕዐን ክስታይ ከብልኒ እየ ማለት እዩ ደሓር ብኡ ምስ ተሓፀብና በዚ ዝኾነ እዚ ባዲ ስክራብ ማለት እዩ ኣነ ባዲ ስክራብ ብጣዕሚ እየ ዝፈቱ ብዙሕ ግዜ ርእክን እየ ገዚአ ማለት እዩ እዚ ናይ ቪክቶሪያ ሴክረት ቅድሚ ሕጂ ኣርእክን ነበርኩ በዚ ኣብ ሰሙን ኣትሊስ ሰለስተ ግዜ ወላ እዚ እንድሕር ክሳይ ዘይገበርኩ ረኣ እቲ ደረኣኹ ክን ጌርክ ብቐዳማይ ኣብ ገዛ ዝሰራሕክዎ ባዲ ስክራብ ከመይ ጌርና ኣብ ገዛ ከም ንሰርሕ ቪድዮ ኣለኒ ንዑ ክትሪኦ ትኽእላ ኢኽን ማለት እዩ ደሓር ብኡ ጌርና ከዓ ፅቡቅ ጌርና ንፍሕፋሕ ማለት እዩ ሓንቲ ነገር ክስታይ ክብል ዝደሊ እዚ ኣብ ንስታይና ክንሕፀብ ከለና ደቂ ናይ ደቂ ኣንስትዮ ክስታይና ክንሕፀብ ከለና ድኾነ ዓይነት ጨና ሰንት ድኾነ ጨና ፅቡቕ ኣይኮነን እዩ ንውሽጢ ክስታይ ክንገብር ማለት እዩ ሞር ጨና እሱ ደምፃልካ ባክተርያ ገለ ደምፃልካ ማለት እዩ ጨና ዘይብሉ ክስታይ ጌርና ክንጥቀም ኣለና ወላ ዋይፐር ገለ ክንጥቀም ኮልና ሕጂ ኣነ ዋይፐር መብዛሕትኡ ግዜ ቤቢ ዋይፐር ገዝእ ማለት እዩ ኣብ ቦርሳይ ኩሉ ግዜ ከምዝለኒ ንእሽተይ ማለት እዩ ከምዚ ናይ ቆልዓ ዋይፐር ኩሉ ግዜ ኣብ ስራሕ ክንውዕል ኮለና ሲ ሙሉ መዓልቲ ሸሞንተ ሰዓት ገለ ወላ ልዕሊ ክንውዕል ኮለና እዚታት ክንጥቀም ፅቡቅ ማለት እዩ ኣንደርዌር ከዓ ኮተን ዝኾነ ኣንደርዌር ክንጥቀም ብጣዕሚ ፅቡቅ ማለት እዩ ደሓር ከምኡ ጌርና ንጥቀም ማለት እዩ እዚ እዛ ፀሓይ እንዳኸደት እያ ፀሓይ ኣላይ ለብዚኣ ኮይና ክስታይ ገብር ፀኒሐ ግን እንዳፀልመተ እዩ ግን ደሓን ይረእ ኣሎ ኤኒወይ ከምኡ ጌርና ክስታይ ንገብር ማለት እዩ ባዲ ዋሽ ምስ ገበርና እቲ ባዲ ስክራብ ንገብር ባዲ ስክራብ ንገብር ማለት እዩ ባዲ ስክራብ ጌርና ሽዕኡ ልክዕ ካብ ሻወር ውፅእ ምስ በልና ከምቲ ኩሉ ግዜ ዝብሎ ማለት እዩ ኣፀቢቑ ነብስና ካይነቐፀ ከሎ እዚ ንጥቀም ማለት ባዲ ኦይል ከምዚ ባዲ ኦይል ብዙሕ ግዜ የርእየክን እየ ኣነ ብጣዕሚ እየ ዝፈቱ ከምዚታት ዘይቲ ማችን እዚ ሕጂ ካብ ቤብተራ ሴክሬት ዝገዛእክዎ ቅድሚ ሕጂ ኣርእየክ ነይሩ ዳርጋ ተወዲኡ መዓልታዊ ኣነ መዓልታዊ እየ ዝጥቀመሉ ማለት ኩሉ ግዜ ዝጥቀመሉ ዝገዝኦ ኩሉ ግዜ ይጥቀመሉ ክሕፀብ ከለኹስ በቃ እዚ ናይ ግድን ሎሽን ገለስ በቃ ኣይርስዕን ዋላ ኣብ ቦርሳይ ናይ ዋላ ኣብ ስራሐይ ገለ ክስታይ ማለት እዩ ብጣዕሚ ሎሽን ብጣዕሚ ፅቡቅ ንቆልዑት ከዓ ከምታ ዘይኮነ ናይ ቆልዑት ሎሽን ክስታ ይገብር ማለት እዩ ቅድሚ ሕጂ ዘርኣኹኽን ሎሽን ፅቡቅ ናይ ቆልዑት ሎራሽ ፖዜ ገለ ስታት ንደቀይ ለኸይነ ማለት እዩ ንሱ ምስ ገበርና ሽዕኡ ክስታይ ከዓ ንገብር ማለት እዩ እዚ ሎሽና ከኣ ንገብር ማለት እዩ ሎሽን መዓት ዓይነት ሎሽን እዩ ዘለኒ ከምቲ ኩሉ ግዜ ዘርእየክን ማለት እዩ ሓደ ሓደ ነገር ዘድልየኒ ኣሎ ታርጌት ምስ ከትኩ ከርእየክን እየ ሎሽን ገለ ኣለኒ ብዙሕ ከምቲ ትሪኦ ብዙሕ ግዜ ሎሽን ገዝእ ማለት እዩ ሎሽን ምስ ገበርና ሽዕኡ እዚ ከኣ ማለት እዩ ቅድሚ ጨና ምግባርና እዚ ባዝሊን እዚ ኣንድሕር ጌርክንኣ ቅድሚ ሕጂ ብዙሕ ግዜ እየ ዘርእየክን ማለት እዩ እዚ ካብ መጠን ንላዕሊ ጽቡቅ እዩ ጨናኻ ሙሉ መዓልቲ ምሳኻ ውዕል ማለት እዩ ኣብ ነብስኻ ከምዚኣ ጌርክን ኣብዚኣ ትገብራ ማለት እዩ ወይ ኣብ ዝኾነ እቲ ጨና ትገብራሉ ትደልያ ማለት እዩ እዚ ስቴክ እዚ ባዝሊን ዝብል ስቴክ ማለት እዩ ቅድሚ ሕጂ ኣርእየክን ነይረ ዋግኡ ክቡር ኣይኮነን እንደገና ብዙሕ ልዕሊ ዓመት ገለ ይደጽንሓካ ማለት እዩ ድሓር እሱ ምስ ገበርና ባዲ ስፕሬይ ዝኾነ ባዲ ስፕሬይ ንገብር ድኾነ ዓይነት ከምዚ ጨና ሽዑ ኣብ ምስ ገበርካዮ ሙሉ መዓልቲ ጥዑም ክጨኑ ትውዕል ማለት እዩ ከምዚ ገይረ ስፍረ ይገብሮ ማለት እዩ ኣብቲ ንደልዮ ማለት እዩ ኤግዛምፕል ኢለ ርእየክን ዘለኹ ኣብዚ ምስ ገበርናዮ ኣብቲ ክስታይ ምስ ገበርናዮ እቲ ጨና ሙሉ መዓልቲ ኣብ ነብስኻ ውዕል ማለት እዩ በዚ መዓልቲ ፅቡቅ ክንጨኑ ንውዕል ካልእ ከዓኒ እዚኣ ከዓ ኩሉ ግዜ ዘርእየክን ማለት እዩ ብራሽ ምስ ገበርና ከዓኒ እዚ ናይ ኣፍ መሕፀቢ በቃ ብርኣውኸን ሃይጂን ክስታይ ኩሉ ግዜ ዝርእየክን ማለት እዩ ብዙሕ ስለ ዘይመርር ከዓኒ ዋላ ጓሊ ሕጂ ትጥቀመሉ እያ ማለት እዩ ንኣሽቱ ቆልዑት ክጥቀሙሉ ይኽእሉ እዮም ማለት እዩ እዚ ብዙሕ ብዙሕ ግዜ ክንደይ ግዜ ገዚእ ኣለኹ ክንደይ ግዜ ከዓ ኣርእየክን ኣለኹ ብዙ ዩቱበይ ማለት እዩ እዚ ከዓኒ ኣፍ ብራሽ ምስ ገበርና ብፍላይ ምሸት ሕጂ ብራሽ ጌርና በዚ ኣፍ ንሓፂብናዮ ምስ ሓደርና ንግሆ በቃ ብጣዕሚ ጽቡቅ ኣፍካ በቃ ድጨኑ ማለት እዩ ወላ እንድሕር ቀትሪ ከዓ እንድሕር ስራሕ ንከይድ ኮይና ቅድሚ ምብላዕና ገለ ከዓ ከምቲ ንፈልጦ ማለት እዩ እዚ ካብ መጠን ንላዕሊ እዩ በቃ ወላ ሓንቲ ከምዚ ሚንቲ ድዕርዕር ገለ ነገር የብሉን ብዙሕ ግዜ ኣርእየክን ግን ካብ መጠን ንላዕሊ ጽቡቅ እዚ ናይ ኣፍ መሕጸቢ ማለት እዩ ኣብ ታርጌት ኣሎ ኣብ ወልማርት ኣሎ ኣብ ካልእ ዓዲ ዘለኽን ኣብ ኣማዘን ክትረኽቦ ትኽእላ ኢኽን ኣብ ኣውሮጳ ገለ ግን ኣብ ኣማዘን ክብል ከሎ ኩቡር ዩ ሓንቲ ሓፍተይ ሕጂ ብቀዳመት ናይ ጨና ገለ ኣብ ኣማዞን ክሪኦ ከለኩ ኩቡር ኢላሃኒ ኣብ ኣማዞን እያ ኩቡር ዩ ግን ንሕና ኣብዚ ዓድ ኣሜሪካ ዘለና ኣብዚ ኣብ ኣውሮጳ ዘለክን ግን ኣበይ ከም ዘሎ ኣይፈልጦን እየ ማለት እዩ ኤኒወይ ግን ጉግል ጌርክን ድሕር ትረኽቦ ኮንክን እዚ ከዓ ብጣዕሚ ናይ ኣፍ መሕፀቢ ብጣዕሚ ፅቡቅ እዩ ሪኮመንድ ገብር ማለት እዩ እዚኣ ሲምፕል መብዛሕትኡ ዘለኒ ነገር ገይረ ኣርእክን እዚ ቅድሚ ሕጂ ኣርእክን ነረ ሶልዶጅ ነሮ እዚ ብጣዕሚ ድፈትዎ ኩሉ ግዜ እዩ ሕጂ ከኣ ገዜ እየ ብቀዳማይ ማለት እዩ እዚ 62 እዚ ኣነ ድፈቱ ብዙሕ ዓይነት ምሻለት ፐርፕል ሓድሽ ድመፀ ገለ ኣብኡ ከይደ ጥዕመ ይፈቱ ቅድሚቲ ካልእ ዓይነት ቅድሚ ድሕሪ ዝድወፀ ወላ ገለ ከዓ ብዙሕ ክስታይ የብሎኒ ኣነ ግን እዚ ኩሉ ግዜ እዚኣ 62 እየ ተሌፎነይ ናብዚ ገፀይ ናብያ ርእየ ስለ ደብሎ ደለኹ ተገምጢሉ ረኣየ ክንኾን እዩ ግን እዚኣ 62 እዚኣ እየ ድፈቱ ማለት እዩ ካብ ሶልዶ ጅነሮ እቲ ሎሽን ናቱ ባዲዋሽ ናቱ ከዓ ብጣዕሚ እየ ድፈትዎ ጥዑም ጥዑም ጨንዋ እንድሕር ደሊኽን ማለት እዩ እዚኣ እንድሕር ትደልያ ኮንክን እዚኣ ከዓ ኣላትክን ናይ ሎማዓንቲ ቪድዮ እዚኣ ትመስል እንጅቢርክን ኣብ ትኮና ተስፋ ገብር ሕጂ እንድሕር ሳብስክራይብ ደይገበርክን መብዛሕትክን ወላ ትሪኦ ዩቱበይ ናተይ ሳብስክራይብ ደይገበርክን ይብለና ኣብቲ ዩቱብ ስቱድዮ ኣትዮ ክሪኦ ከለኹ ማለት እዩ ሳብስክራይብ ምግባር ኣይትረስዐኦ። ናይ ሎማዓንቲ እዚኣ ትመስል ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና።